ሰላም ክቡራት ተኸታተልተይ ሎማዓንቲ ከዓ ብካልእ ትሕዝቶ መፂእኩም ኣለኹ ናይ ሎማዓንቲ ትሕዝተይ ከዓ ከም ዝተረኣየና ዘላ እዚኣ ቶዮታ ኮሮላ ናይ 2003 ናይ ምትሳእ ፀገም ገረላ ማለት እዩ እቲ ዋናኣ እንዳዘወረ ከሎ ኣብ መንጎ እቲ ሞተር ይጠፍኦ ባትሪ ምተስእገሩ ምስተስኦ ከዓ ስንዒ ኢሉ እውን እቲ ሞተር ይጠፍእ

ኣብ ተደምሮ ንገብራ ወላ ከምዚ ተዘይሃለወና እቲ ገመት ንድሕር ኣለና ኮይኑ እቲ ቀይሕ ገመት ኣብ ተደምሮ ንገብሮ ፀሊም ከዓ ኣብ ዝጎደሎ ንገብሮ ማለት እዩ ሕጂ ክነተስኣ ኢና ክነተስኣ ኢና ሕጂ ተስያ ኣላ ግን ሕጂ ተስያ ኣላ ግን ናይ ባትሪ ምልክት ትበና ኣላ ማለት እዩ ዲናሞ ኣብ ምስራሕ ከም ዘየሎ ትነግረና ኣላ ወይ ባትሪ ተበላሽ ከም ዘሎ ትነግረና ኣላ ማለት እዩ ሕጂ ኩሉ ክንዕቅኖ ኢና ባትሪ ክንዕቅኖ ኢና ዲናሞ ክንዕቅኖ ኢና እቲ ብልሽት ኣብ ሓዲ ክጸንሕ ኣለዎ ኦኬ ሕጂ ነቲ ባትሪ ወይ ዲናሞ ክንዕቅኖ ኢና ማለት እዩ ነቲ ባትሪ ወይ ዲናሞ ክንዕቅኖ ምስ ደሊ በዚኣ መሳርሒ እዚኣ ገርና ነቲ ባትርን ዲናሞን ክንዕቅኖ ንኽእል ኢና ማለት እዩ ኣይናይ ከም ዝተበላሸወ ክንሪኦ ምስ ደሊ በዚኣ ገርና መሳርሒ ገርና ክንጥቀም ንኽእል ኢና ማለት እዩ ሕጂ ካሪኤኩም እየ ነዚኣ መሳርሒ እዚኣ ሙልቲሜተር ኣብ ዕስራ ፎልት ንገብራ ኣብ ክላይክ ስፓኒን ማለት እዩ ኣብኣ ምስ ገበርናያ ነዚኣ ቀያሕ እዚኣ ኣብ ተደመሮ ንገብራ እዚኣ ከዓ ኣብ ዝጎደሎ ኣብ ናይ ባትሪ ማለት እዩ ከምዚ ሕጂ ዝበና ዘሎ ዓሰርተ ኣርባዕተ ይበና ኣሎ ማለት እዩ ግን እቲ ናይ ማኪናይ ባትሪ እዩ ዝበና ዘሎ ምክንያቱ ብማኪና ናተይ ገረ ሰተትሳ ዘለኹ ተላይ ናይቲ ዲናሞ ናተይ ገሩ ዝበና ዘሎ ብዘይ ናይ ሓገዝ ናይ ማኪናይ ሕጂ ክንፍትኖ ኢና እዚ ናይ

ብዘይ ናተይ ባትሪ ሓገዝ ግን ምስ ንዕቅኖ ዓሰርተ ኣርባዕተ ክህብ ኣለዎ ግን ኣብዚ ዓሰርተ ክልተ ጥራይ ዝህብ ዘሎ እዚ ኸኣ እቲ ዲናሞ ኣብ መስርሕ ከም ዘየሎ እዩ ዝነግረና ዘሎ እቲ ዲናሞ ኸኣ እዚ እቲ ዲናሞ እዚ ሕጂ ክንቅይረና ማለት እዩ እዚ ተበላሹ ዘሎ ነዚ ዲናሞ እዚ ክንቅይሮ ምስ ዝደለኻ ክልተ ባወት ኣለዋ ኣብዚ እዚኣ ባውት እዚኣ ንፈትሓ ብትሕቲ እያ ካላ ሓንቲ ላባውት ንዓ ተፈትሒና እያ እዚኣ ዲናሞ እዚኣ ክናውፅኣ ንኽእል ኢና ቅድሚ ግን ነዚ ዘወር ዘሎ ሪም እዚ ቁልፊ እዚ ክነውፅኦ ኣለና ማለት እዩ ሕጂ ካሪኤ ክንክኒ ገና ከም ንፈትሖ ሕጂ ብመጀመርታ ንገብሮ ነቲ ዲናሞ ክንፈትሖ ምስ ደሊ መጀመርታ ሞተር ነጥፎ ማለት እዩ ሕጂ ሞተር ኣጥፊእና ኣለና ብድሕሪኡ ንገብሮ እዚኣ ቁልፊ እዚኣ እዚኣ ፈይ ሪም ፈይ ሪም ንብላ እዚኣ ክነውፅኣ ኢና ነዚኣ ክነውፅኣ ምስ ዝደሊ ከዓ ስፓነር ኣላ ኣብዚኣ ተሓቲ ዘላ ነዚኣ ስፓነር እዚኣ ደፊእና እዚኣ ስፓነር እዚኣ ደፊእና ነዚኣ ቁልፊ እዚኣ ክናውፅኣ ኢና ቁፅሪ ዓሰርተ ትሽዓተ ተጠቂምና ናይዚኣ ማኪና እዚኣ ማለት እዩ ናይ ዝኾነ ማኪና በበይኑ ድኒ ናይዚኣ ማኪና ግን ቁፅሪ ዓሰርተ ትሽዓተ ተጠቂምና ንታሕቲ ክንሰቕጣ ኢና ምክንያቱ እቲ ሪም ኣብ ልዕልቲ ሮል ስለ ዘሎ ንታሕቲ ሰቒጥና ምስ ዘለቐ እዚ ሪም እዚ ሽዑ እናውፅኦ ማለት እዩ

እዚኣ ዲናሞ ጥራይ ስለ ለውጻ ስለ ዝደለና ካብኡ ጥራይ ርሕቕ ነብላ ማለት እዩ ሕጂ ንዚኤን ባውት ዚኤን ክንፈትሐን ኢና ቅድሚ ግን እዚኣ ስተከር እዚኣ ከነውጽእ ኢና ማለት እዩ ዚኤን ከነውጽአን ኢና ምክንያቱ ኮርስ ራውቲን ክገብር ክእል እዩ ወይ ከዓ ሓደን ካብዚ ናይ ባትሪ ወይ ፕሉስ ወይ ሚን ሓደን ክንፈትሐና ኣለና ቅድሚ እቲ ዲናሞ ምፍታሕና ማለት እዩ ነዚኣ ባትሪ ክንፈትሓ ምስ ዘለካ ቁፅሪ ዓሰርተ ተጠቂምና ማለት እዩ መብዛሕቲ ናይ ባትሪ ቁፅሪ ዓሰርተ እዩ ንፀጋም ንፈትሖ ምእንቲ ኮርስ ራውቲን ከይገብር ንቲ ዲናሞ ክፈትሖ ከለና ማለት እዩ ፈቲሕና እዚኣ የማን ፀጋም ነበልና ንላዕሊ ነብላ ኣብ ጨርቂ ዘለዎ ወይ ፕላስቲክ ዘለዎ ንፅጉዕ ማለት እዩ ኣብ ሓፂን ክፅጋዕ የብሉን ድሕሪ እዚኣ ስተኬር እዚኣ ክነውፅኣ ኣለና እዚኣ ስተኬር እዚኣ ማለት እዩ መጀመርታ ሰቂጥና ክሊክ ሲስተም እያ ስቕጥ ኣቢልና ናባና ንስሕባ ድሕሪ እዚኣ ከዓ ክንፈትሓ ኢና ቁፅሪ ዓሰርተ ተጠቂምና ንፀጋም ማለት እዩ ኩሉ ንፀጋም ኢና ንፈትሖ መፍትሒ እንግሊዝ ተጀኩይን ጥራይ ማለት እዩ እዚኣ ሕጂ ፈትሒና ኣለና እዚኣ ኸ ክንፈትሓ ኢና እዚኣ ክሊክ ናታ ሕጂ እቲ ስቴከርን እቲ ናይ ዲናሞ ፕሉስን ኣውፂእና ኣለና ማለት እዩ ኩሉ ውፂእና ኣለና ሕጂ እዚን ባውት ንፈትሐልና እዚን ክልተ ማለት እዩ እዚኣን ኣብታ ተሓደላ እዚኣ ኢትያ ዘሎ ከዓ እዛ ክንፈትሓ ከለና ቁፅሪ 14 ናይ ታሕቲ እያ ዘይ ናይ ላዕሊ ቁፅሪ 12 እያ ናይ ዝኾነ ማኪና ሓደ ዓይነት ኣይኮኑ ናይዚኣ ማኪና እዚ ጥራይ ንደልኹ ማለት እዩ ክንፈትሐን ከለና ንፀጋም ነጥወና ማለት እዩ ንፈትሐን

ከይስበረና እናረኣና ማለት እዩ ከምዚኣ ገርና ናውፃ እዚኣ ትምስል እዚኣ ዲናሞ ተበላሸ ፅንሕት ማለት እዩ ኣብዚ ውሽጢ ስፑል እዚ ተበላሹ ደሎ እዚ ኩሉ ግዜ ይዕርዎ እዮም ተሓዳሽ ታምፃ ከለኻ ንዚኣ ሂብካ ገንዘቡን ኤክስትራ ይምለሰካ እዩ ማለት እዩ ነዚ ዲናሞ እዚ ኸ ክንእዞም ዝደሊ ማለት እዩ ብታርጋ ናይ ማኪና ናገርና ነዚ ፎልታጅ እዚ ንህቦም ኣብ ተፃሒፉ ደሎ ነዚ ምስ ሃብናዮም እቲ ልክዕ ዲናሞ ነዚኣ ናይዚኣ ማኪና እዚኣ ይህቡና ማለት እዩ ሕጂ እቲ ዲናሞ ኣምፅኦ ኣለኹ ኣነ ክንረኣዩ ኢና መጀመርታ ክንረኣዩ ኣለና ቅድሚ ምእሳርና ማለት እዩ ነዚ መስልቲ ሓድሽ ዲናሞ ማለት እዩ ሕጂ ክንረኣዩ ኣለና ከምዚ ንሪኦ ዘለና ሓደ ዓይነት እዩ ወላ ሓንቲ ፍልልይ የብሉን እቲ ስቴክር ኣንስላውቲ ናቱ ሰለስተ እዚኣ እዚኣ ሰለስተ እውን ኩሉ እቲ ናቱ ኣቃምጣ እውን ሓደ እዩ ዘሎ ሕጂ ክንጅምር ኢና ነዚ ምእሳር ማለት እዩ ልክ ከምቲ ዳውፃናይ ማለት እዩ ኣፀጋዕ ቢልና ነዚ ገመት ኩሉ

ቁሩብ እናፈተሽና ብሓንቲ ግዜ ክረክበልካ ይክእልኒ ኣቲ ኣላ ሕጂ ንየማን ንኣስራ ማለት እዩ እዚኣ ታሕተይቲ ክነኣስራ ከለና ፋስት ክንገብራ የብልና ማለቱ ላዕለዊት መጀመርታ ከዓ ክነኣስራ ኣላ ድሕሪኡ ንላዕለዊት ምስ ኣሰርናያ ሽዑ ንክልቴን ብሓደ ፋስት ንገብረ ማለት እዩ ኤቭ ክላይ ግና ግበርና እዚኣ ካታ ናይ ላዕለዊት ባዊት ማለት ቁፅሪ 12 እዚኣ ካ ኣብዚ ንኣስራ እዚኣ ገርና እዚኣ ነዚኣ ከዓ ንኣስራ ማለት እዩ እዚኣ ላዕለዊት ካ ቅልል ዝበለት እያ ታሕተዊት እያ ብርትዕ ዝበለት ሕጂ እታ ታሕተዊት ክንኣስራ ኢና ጠቕላላ ፋስ ክንገብራ ኢና ማለት እዩ በዚ መሳርሒ እዚኣ ዘለኹ ራቶል ንየማን ንኣስራ ማለት እዩ ንየማን ናጊበና ንኣስራ እዚኣ ታሕተዊት ኣሲርና ኣለና እዚኣ ላዕለዊት ከዓ ከነኣስራ ኢና ቁፅሪ ዓሰርተ ክልተ ገርና ማለት እዩ እዚኣ ፋስት ንገብራ ኢና ልክዕ ከምቲ ናይ ታሕተዊት ዝገበርና ማራ ግን ሓይሊ ክንጥቀምሉ ይብልና ምክንያቱ ዶር ድራይ ክገብር ይኽእል እዩ ስሩፍ ድራት ክብላዕና ይኽእል እዩ እኹል እዩ ዝበቃ እታ ዲናሞ ኣሲርና ኣለና ሕጂ እዚኣ ሪም ኣብታ ልዕሊ ዲናሞ ክንገብራ ኢና ማለት እዩ ልክዕ እታ ስፓነር ስፓነር ንታሕቲ ሰቂጥና እዚኣ ሪም ኣብታ ልዕሊ ዲናሞ ክገብራ እያ በዚኣ ሪንግ እዚኣ ክንፍትና ፀኒሕና ማለት እዚኣ ሪንግ እዚኣ ኣይሰለጠትናን ምክንያቱ እቲ ተበሊዑ ስለ ዝፀንሐ ክቁርቁሮ ይከኣለን በዚኣ ሕጂ ንፍትና ኣለና በዚኣ ዓባይ ዶፔ ገለ ተጠቂመ ይሰቕጥ ኣለኹ ማለት እዩ ከምዚኣ ገርና ደፊእና ንዚኣ ሽዑ ኣብዚኣ ልዕሊያ ንሰቕላ ማለት እዩ እዚኣ ፈሪም ሕጂ ኣብ ልዕሊያ ሰቒልናያ ኣለና ማለት እዩ ምስ ሰቐልናያ እዚኣ ናውፃ ብድሕሪኡ ግን ቸክ ክንገብሮ ኣለና ኩሉ ኣብ መስርዕ ኣሎ የለ ማለት እዩ ክንተሳ ይብልና እንዳጣዲድና ምክንያቱ ኣብ ስኼፍ ኣሎ እንተኮይኑ ክብላዕ ይኽእል እዩ ዝርይ ማለት እዩ ክጭደድ ይኽእል እዩ ከምዚ ሕጂ ዝረኣየና ኣሎ እንተኮይኑ ኣብዚኣ ናይ ስቱርበ ክራክቲን ፖምፕ ወይ ናይ ቫትር ፖምፕ ዝረኣየና ዘላ እሳ እታ ሪም ኣብ ቦታ የላን ማለት እዩ መሊስና ፖታ ንውጥወና ቁርብ ስቕጥ ኣቢለ እንታ ስፓነር ማለት እዩ ኣብ ቦታ ክመልሰ እያ ከምዚ ሕጂ ዝረኣየና ዘሎ ኩሉ ኣብ ቦታ ኣትዩ ኣሎ ኩሉ ኣብ ሰፈሩ ኣሎ ማለት እዩ ዋላ ሓደ ስኸይፍ የለን ኩሉ ፅቡቕ ኣብ ቦታ ተታሒዙ ኣሎ ሕጂ ነዚአን ስቴከር ነዚኣ ካብል እዚኣ ኣብ ቦታ ክንመልሳ ኢና ሽዑ እታ መኪና ክነተሳ ኢና ሽዑ ክንሪኤና እቲ ብልሽት ተዓሪ ተዓሪ ማለት እዩ ሕጂ እቲኣ ዲናሞ መሊስና እታይ ፌሪም ኢትናያ ኣለና እቲ ባውት ኣብ ዝነበረ ኩሉ መሊስናያ ኣለና ማለት እዩ እታ ስቴከር እውን ኢትያ ኣለኹ እታ ካብል እውን ኢትያ ኣለኹ ናይ ባትሪ እውን መሊስናያ ኣለና ኮምፕሊት ኩላ ገርናያ ኣለና ማለት እዩ ሕጂ ተሪፍና ዘሎ እቲ ኣብ ሞተር ክነተሰኣይና እቲ ብልሽትካ ክንሪኦና ማለት እዩ ካልኣይ ግዜ ክንዕቅኖ ኢና ዓሰርተ ኣርባዕተ ክበና ኣለዎ ሽዑ ንድሕር ተዓሪ ኮይኑ ተዓሪ ኣሎ ማለት እዩ ሕጂ እታ ሞተር ክንደ ተሳኢና ኦፕኪ ተስያ ኣላ ማለት እዩ ከምዚ ሕጂ ዝረኣየና ዘሎ እውን ከምዚ ሕጂ ዝረኣየና ዘሎ እውን ወላ ሓንቲ ምልክት ሂበና የለን ማለት እዩ እቲ ናይ ዲናሞ ጠፊኣ ኣላ ወላ ሓንቲ ብልሽት ናይ ሞተር ድዩ ናይ ካልእ መለ ወላ ሓንቲ ሂበና የለን ተዓርዩ ኢሉ ዝፀገም ማለት እዩ ካልኣይ ግዜ እውን እቲኣ ባትሪ ክንዕቅና ኢና ሕጂ ዓሰርተ ኣርባዕተ ክትበና ኣለዋ ማለት እዩ በዚኣ መሳርሒ እዚኣ ገርና ከምቲ ዓንቲ እዚ ዓቂብናዮ ገርና ሕጂ ክንዕቅና ኢና ኣብዚ 14 ተወሳኺ ክመጽና ኣለዎ ማለት እዩ እዛ ቀያሕ ትደመሮ እዛ ጸላም ኣብ ዝጎደሎ ኣብዚ ሕጂ ንሪኦ ኣለና ተኮይና ኣብዚኣ ሙልቲሜተር ማለት እዩ 14 ፈረቓን ይብለና ኣሎ ዲናሞ ኣብ መስርሕ ኣሎ ማለት ሕጂ እቲ ዲናሞ ነቲ ባትሪ ይመልኦ ኣሎ በዚ ከዓ በዚ መጠን እዚ ከዓ ሕጂ ዲናሞ ኣብ መስርሕ ከም ዘሎ ንፈልጥ ኣለና ማለት እዩ እቲ ብልሽት ከዓ ተዓርዩ ኣሎ ማለት እዩ ኩሉ ነገር ኣብ ቦትኡ ኣሎ እዚኣ እያ ትመስል ነይራ ብልሽት ናይዚኣ ማኪና ማለት እዩ እቲኦም ክንዕሪ ንኽእል ባዕልና ንዚኣ ቪድዮ እንዳረኣና ክንዕሪ ንኽእል ኢና ማለት እዩ ከምዚኣ ሕጂ ኣርእኩም ትጸንዓኹ እቲኦም ዘይንኽእል ከኣ ቴሌፎነይ ኣብ ፕሮፋይለይ ኣለኩም ንዓይ ክትውከሱ ትኽእሉ ኢኹም እዚኣ ትመስል ነይራ ናይ ሎምዓንቲ ትሕዝቶይ ስጋብ ብኻልእ ትሕዝቶ ድመጻኩም ሰሰናዩ።